ሰላም ሰላም ክቡራት ተኻተተልቲ ናይዛ ቻነል ኣብዚ ዘለኹሞ ሰላም ቁኒኹም ክትኮኑ ተስፋ እገብር እምባርከይ ሎማዓንቲ ድማ መቐጸልታ ናይ ኣብ ዝሓለፈት ወርሒ ቪድዮ ቀሪባያ ዝነበርኩ ግሩፕ ኦፍ ፋይቭ ትብል ሪስፖንሰርሺፕ ንካናዳ የሕዋትና ድዩ የዕሩኻትና ድዩ ቤተሰብና ፈተውትና ካልኦት ዝኾነ ንፈልጦም ሰባት ከነምጻሉ ንኽእል መገዲ ኢለ ኣቕሪባያ ዝነበርኩ ቪድዮ ናታ መመላእታ እያ Please እቶም ዘይረኣኹማ ሊንክ ኣብ ዲስክሪፕሽን ክገድፈልኩም እየ ኣብዚኣ ነረትኩም እታ ቪድዮ ተመሊስኩም እታ ቀዳመይቲ ክፋል ክትርእይዋ ድሕሪኡ ተመሊስኩም ከዓ ናብዚኣ ንክትርእይዋ ናይ ብሓቂ ይላበወኩም ምክንያቱ ሞር ክርዳእና እንድሕር ኮይኑ ኣብታ ቀዳመይቲ ቪድዮ ብዙሕ ኢንፎርሜሽናት ስለ ዘለ ማለት እዩ ናይ ሎማዓንቲ ቪድዮ እንሪኣ ድማ ኣብ ናይ ፋይናንሻል ዘተመርኩስት እያ ኣብ ናይ ፋይናንሻል ክንደይ ገንዘብ የድልየና እቲ ገንዘብ ከመይ ኢሉ ክዋፃእ ኣለዎ ኤገይን እቲ ገንዘብ ከ ከነጉድሎ ንኽእል ዶ ንዝብል ኣብዚኣ ቪድዮ ክምልሰን ሓደ ብሓደ ኣዳልየልና ኣለኹ ማለት እዩ ማርከይ ቅድሚ ናብ ናይ ሎማዓንቲ መደበይ ምስጋረይ ኣብ ዝሓለፈት ቪድዮ ገለ ካብ ዝሓለፈት ቪድዮ ዝረኣናዮ ንመዛኻኽሪ ዝኾነና ነጥብታት ክንጠቅስ ኢና ማለት እዩ። መጀመርታ እቲኦም ግሩብ ሓሙሽተ ዊን ልዕሊኡ ክኾኑ ይኽእሉ ኣለዎም ነቲኣ ግሩብ ኦፍ ፋይቭ ትብል ነቲኣ ጉጅለ ከቆምዋ ንድሕር ኮይኖም ማለት እዩ። ኣብ ርእሲኡ ዕድመ 18 ወይ ልዕሊኡ ከዓ ክኾኑ ኣለዎም ኤገይን ቀወምቲ ኣብ ካናዳ ወይ ድማ ዜግነት ናይ ካናዳ ክህልዎም ኣለዎም ኣብ ሓደ ኮሚኒቲ ኣብቲ ነቲ ስደተኛ ከምጽእሉ ዝሓስቡ ዘለዎ ከተማ ኣብ ሓደ ከተማ ወይን ኣብ ከባቢ ዘይተረሓሓቐ ኣብ ሓደ ፕሮቨንስ ዞባ ክኾኑ ኣለዎም ካልእ ኣግሪ ክኾኑ ኣለዎም ወይን ድማ ከረጋግጹ ኣለዎም ንመንግስቲ ንሓደ ዓመት ነቲ ስደተኛ ዝመጽእ ደለ ማሕበራዊ ይኹን ቁጠባዊ ሞራላዊ ኩሉ ነገር ነዚ ስደተኛ ንሓደ ዓመት ምሉእ ኩሉ ክሕግዝዎ ቅሩብነቶም ከርእዩ ክኽእሉ ኣለዎም ማለት እዩ እዚኦም ክገብሩ እንድሕር ክኢሎም ነቲ ስደተኛ ብዘይ ፀገም ናብ ካናዳ ከምፅዎ ይኽእሉ እዮም ማለት እዩ ኤጌን እቲ ስደተኛ ኩሉ ግዜ ኣብቲ ዘለዎ ዓዲ ናይ ዩኤን ወረቐት ናይ ስደተኛ ምዃኑ መፍለጢ ወረቐት ክህልዎ ኣለዎ ማለት እዩ እዚኤን ድሕር ክገብሩ ክኢሎም ብዘይ ጸገም ናብ ካናዳ ስደተኛ ክመጽእ ይኽእል እዩ ማለት እዩ። ናይ ሎማዓንቲ ድማ ክንደይ ገንዘብ እዩ ዘድልየና እቲ ገንዘብ ከ ከመይ ኢሉ ክዋጻእ ደለዎ ንዝብል ድማ ኩሉ ኣብዚኣ ቪድዮ ኢና ኣቐሪበየን ኣለኹ ማለት እዩ። ኩሉ ግዜ ሪስፖንሰር ክትገብር ከለኻ ፕራይቬት ሪስፖንሰርሺፕ ክትገብር ከለኻ ከምዚ ግሩፕ ኦፍ ፋይቭ ብክልተ መገዲ ኢኻ ንመንግስቲ ብዛዕባ ኣብ ናይ ገንዘብ ከተረጋግፀሉ ትኽእል ማለት እዩ። እቲ ሓደ በቲ ናትካ ኢንካም ክኸውን ከለ በቲ ኣታዊኻ ዓመታዊ ትእትዎ ኣታዊኻ ክኸውን ከለ ኣታዊኻ ክንብል ከለና ኩሉ ግዜ ኣብ ካናዳ መቸም ንነብር ንፈልጦ ኢና ከመይ ጌርካ ኣብ መወዳእታ ዓመት ኩሉ ግዜ ታክሲ ከም ትመልስ ታክሲ መሊስካ ኣታዊኻ ክንደይ ከም ዘእተኻ ክንደይ ንመንግስቲ ከም ዝኸፈልካ ኩሉ ነገር ወረቐት ይወሃበካ'ዩ ማለት እዩ። ኣብ መወዳእታ ታክሲ ምስ መልኣኻ፣ ኣብ ከባቢ ሰውሕ ሰለስተ ወርሒ ኣርባዕተ፣ Notice of Assessment፣ ትወሃብ ኢኻ ማለት እዩ። መረጋገጺ ታክሲ ከም ዝመልኣኻ፣ ክንደይ ከም ዝኸፈልካን ገለመለን ዝብል ወረቓት ማለት እዩ። ሕጂ ኣብኡ እንድሕር ሃይ ኢንካም ኴንካ፣ ተስዓ ሚእቲ ገለ ሽሕ እንድሕር ኢንካም ክህልወካ ክኢሉ፣ ነዚ ስደተኛ ዝኾነ ገንዘብ ካይተሓዝካ ከተምጽኦ ትኽእል ኢኻ ማለት እዩ። ወላ ኣብ ሰይቭ ናትካ ቅርሺ ኣይሃሉካ ወላ ብዘየገድስ ኣብ ባንኪ ዝኾነ ገንዘብ ኣይሃሉካ ጥራይ እቲ ናትካ ኢንካም እንድሕር ኣብ ዝሓለፈ ዓመት ሃይ ኢንካም ብዙሕ ኣታዊ ጸኒሕካ ነቲ ስደተኛ ንመንግስቲ በቲ ወረቐት ናይ ኖደስ ኦፍ ኣሳስመንት በቲ ናትካ ዝመልኣ ዘምጻኻሉ ታክሲ ዝመልኣኻሉ ብኡ ገርካ ጥራይ ከተእምኖ ትኽእል ኢኻ ማለት እዩ እዚ ንህለ ኣነ ኢንካመይ ክንዲ ዝኽእቱ ክእል እየ ሰለ ትብሎ መንግስቲ ድማ ኦኬ ሃይ ኢንካም ሰለ ዝኾንካ እስኻ ብዘይ ጸገም ነዚ ሰብ እዚ ምስ መጸ ኣብዚ ን ዓሰርተ ክልተ ወርሒ ጉቡኡ ክትገብረሉ ከም ትኽእል ይኣምነካ ማለት እዩ። በዚ መገዲ ዝኾነ ቅርሺ ካይትሓዝካ ዝኾነ ነገር ኣብ ባንኪ ይኹን ወይ ዝኾነ ገንዘብ ካየዋጻኻ ብዘይ ዝኾነ ምኽንያት ነዚ ስደተኛ ከተምጽኦ ትኽእል ኢኻ ማለት እዩ። እቲ ካልኣይ መገዲ ብፋይናንሳዊ መዳይ ብቑዓት ምዃንና ከነራጋግጸሉ ንኽእል ድማ ገንዘብ ኣብ ባንኪ ከነትሕዝ ምስ ንኽእል ማለት እዩ። ሕጂ ገንዘብ ከነትሕዝ ክንብል ከለና እቲ ገንዘብ ኩሉ ግዜ ናብ ዝኸዶ የብሉን እንታይ ደዩ ኣብ ኢንፎርማል ከይኑ ዝቕመጥ ማለት እዩ። ኣብ ኢንፎርማል ከይኑ ሕጂ ኣብዚ ንሀለ ኢች ግሩፕ ኢች ግሩፕ ሜምበር ሁ ካን ሜክስ ኤ ፋይናንሻል ኮንትሪቢሽን ዝኾነ ካብቲኦም ሓሙሽተ እውን ልዕሊኡ ዘለዉ ሰባት ኣብቲኣ ግሩፕ ዘለዉ ኮንትሪቢዩት ክገብሩ ይኽእሉ እዮም ከዋፅኡ ይኽእሉ እዮም ማለት እዩ። ንኣብነት ሓሙሽተ ሰባት እንድሕር ሓሙሽቲኦም ዓሰርተ ሰለስተ ሽሕን ሓ- ዓሰርተ ሽዱሽተ ሽሕን ሓሙሽተ ሚእቲ እንተኮይኑ ሓ- ሓሙሽተ ሽሕ ድዩ ሰለስተ ሽሕ ድዩ እ፣ ዝኾነ ዓዓቕሞ ኣዋፂኦም እ፣ ክገብሩሉ ይኽእሉ እዮም ማለት እዩ እሱ- እሶም ጥራይ ደይኮኑ ወላ እውን ዝኾነ ሬሌቲቭ ወይ ፋሚሊ እንድሕር ኣለዎም ካልእ ሰብ እ፣ ካብቲኦም ግሩብ ወፃኢ እውን ካብኦም እውን ክዋፃእ ይኽእል እዩ እዚ ገንዘብ ማለት እዩ እዚ ገንዘብ እዚ ኣዋፂኦም እ፣ ኣዋጺኦም ኣብ ኢንፎርማል ድኸነ ትረስ ኣካውንት ኣብ ባንኪ ክልተ ካብኣቶም ወይ ድማ ሰለስተ ኮይኖም የቐምጥሉ ማለት እዩ ንምንታይ እዮም ዘቕምጥዎ ንድሕሪና ሕጂ ነቲ ስደተኛ ምስ መፀ ተረባሓይነት ስደተኛ ክኸውን ማለት እዩ መንግስቲ ፅባሕ ንጎ ምስ መፀ ስደተኛ እዚ ንህለ ገንዘብ በዚ ገርና ንሕና ንዓሰርተ ክልተ ወርሒ ኩሉ ግዜ ንዓሰርተ ክልተ ወርሒ ሙሉ ኢኻ ሓላፍነት ናትካ ማለት ንዓሰርተ ክልተ ወርሒ ሙሉ እዚ ንህልና ገንዘብ ክንሕግዞ ንኽእል ኢና ነዚ ስደተኛ ኣብ ናይ ገንዘብ ዝኾነ ጸገም የብልናን ኢልና ጸገም የብልናን ኢሎም የራጋግጽሉ ማለት እዩ እጂ ኩሉ ግዜ ወዮ ገንዘብ ጥራይ ሰለ ንርኢ ኢና እምበር ካብቲ ናይቲ ገንዘብ እቲ ሓላፍነት ካሊእ ሓላፍነት እዩ ዝበዝሕ ንኣብነት ከምዚ ኣብዚ ንሪኦ ዘለና እዚ ሓላፍነት ናቶም ሪዎ ካብ ረሲቭ ዲ ረፊጅ at the airport provide an orientation to life Canada ካብቲ ኣየርፖርት እቱ ክብል ከለ ተቐቢሎም ብዛዕባ ናይ ካናዳ መግለጺ ሂቦም ካናዳ ሂወት ካናዳ እንታይ ምዃኑ እናገለጹ ካልእ ናይ ገዛ ከዳልውሉ ከም ዘለዎም ናይ መግቢ ክዳውንቲ ናይ ትራንስፖርተሽን ናይ ካልእ ዝኾነ መሰረታዊ ነገራት ኩሉ ነገር ከዳልውሉ ከም ዘለዎም ኣብዚ ናይ ሰትልመንት ከዓ ናይ ምርግጋእ ኣብዚ ዓዲ ምስ መፀ ድማ ኩሉ ኦረንቴሽን ቱ ዘ ኒው ኮሚዩኒቲ ፋይንዲን ናይ ቋንቋ ናይ ሜኪን ፍሬንድ ኢቭን ኣዕሩኽ ንኸገብር እውን ክትሕግዞ ኣለካ ማለት እዩ ጆብ ስራሕ ንኽረክብ ካልእን ካልእን ዝብል ብዙሕ ሓላፍነት ዘለዎ ማለት እዩ እቲ ናይ ገንዘብ ጥራይ ኣይከነን እቲ ሓላፍነት ዘለ ማለት እዩ ኣብቲ ናይ ገንዘብ ክንመፅእ ከለና እውን ቀሊል ዘይከነ ገንዘብ ኢና ከነትሕዝ ኣለና ማለት እዩ ንኣብነት ንሓደ ሰብ ንድሕር ነምፅእ ኣለና ኮይንና ኣብ ዝሓለፈ ክልተ ሰለስተ ዓመት ኣክቹዋሊ ከባቢ ዓሰርተ ሰለስተ ሽሕን ሓሙሽተ ሚእትን እዩ ነይሩ ማለት እዩ ሕጂ ግን ንሓሓደ ሰብ ከነምጽእ እንድሕር ኴንና ከባቢ ዓሰርተ ሽዱሽተ ሽሕ ዶላርን ሓሙሽተ ሚእትን ከነትሕዝ ክንክእል ኣለና ማለት እዩ። እንድሕር ገንዘብ ከነትሕዝ ኴንና እቲ ገንዘብ ዓሰርተ ሽዱሽተ ሽሕን ሓሙሽተ ሚእትን ኣብ ባንክ ኸይድና ክንዕጽዎ ክንክእል ኣለና ነቲ በነፊት ነቲ ስደተኛ ማለት እዩ። ሕጂ ቅድሚ ሰለስተ ዓመት ከባቢ ከም ዝበልክዎ ዓሰርተ ሰለስተ ሽሕን ሓሙሽተ ሚእትን ነይሩ ንምንታይ ዳኣ ሕጂ ወሲኹ እንድሕር ኢልና ኩሉ ግዜ ኢንፍሌሽን ኣሎ ማለት ዝቕባበ ኣሎ ማለት እዩ ዳትስ ዋይ ሕጂ ኩሉ ግዜ ገንዘብና ክነውፍ- ከነዋፍሮ ኣለና ዝብል ማለት እዩ ምኽንያቱ ቅድሚ ክልተ ሰለስተ ዓመት ብዓሰርተ ሰለስተ ሽሕን ሓሙሽተ ሚእትን ዶላር ንዓመት ትቕመጥ እንድሕር ነርካ ለንዘበን ግን ክትቅመጥ ኣይትኽእልን ኢኻ ምኽንያቱ ኩሉ ኣስቤዛ ይኸብር ገዛ ክራይ ይኸብር ኮታ ኩሉ ነገር ዝግዛእ ደበለ እንዳኸበረ ሰለዝኸይድ እቲ ኢንፍሌሽን እቲ ገንዘብካ ከኣ እንድሕር ዘይሰርሕ ከይኑ እንታይ እዩ ዝኸውን እቲ ናቱ ቫሊ ዊን ማእቲ ሓይሊ ፓወር ናቱ ስለ ዝጎድል ኢንፍሌሽን የጋጥሞ ማለት ዝቕባቢ ማለት እዩ ሕጂ ዳፅዋይ መንግስቲ 3000 ዶላር ኣብዚ 3 ዓመት ጥራይ 3000 ዶላር ወሲኹሉ ማለት እዩ ካብ 13500 ናብ 16500 ዶላር ገይሩ ከምዚ ኣብዚ ንሪኦ ዘለና ማለት እዩ ክልተ ሰባት ከነምፅእ እንድሕር ከይና ድማ 24800 ዶላር ከነትሕዛ ኣለና

ከም ዝበልክዎ ቀዳማይ እቲ ዝዓበየ ሓላፍነት ገንዘብ ጥራይ ኣይከነን ማለት እንታይ ድኣ እቲ ኩሉ ካብቲ ኣየርፖርት ኣትሒዙ ንሓደ ዓሰርተ ክልተ ወርሒ ምሉእ ኩሉ ነገር ነቲ ስደተኛ ከነላልዮ ክንክእል ኣለና ማለት እዩ መብዛሕትኡ ሰብ ሓቂ ሓይሽ ብዙሕ ኣይገብርን እዩ እቲ ገንዘብ ጥራይ እዩ ብዙሕ ዝግድሶ ኣይከነን ዳፅዋይ ካብ መብዛሕትኡ ሰብ ኣብዚ ብዛዕባ ካናዳ ብዙሕ ኣፍልጦ ዘይብሉ ማለት እዩ ስለዚ ብዝተኻእለና እትዮም ነምፆም ሰባት ብዛዕባ ኦረንቴሽን ናይ ካናዳ ትምህርቲ ክመሃሩ ከም ዘለዎም በብዓቕምና ማለት እዩ በቲ ንሕና ንፈልጦ ኣብቲ ሲስተም ናይ ካናዳ ንክኣትዉ ክንሕግዞም ክንክእል ኣለና ማለት እዩ ድሕሪ ኣምፃ ኣቢሎም ትኽልካ ናብ ስራሕ ጥራይ ኣፋኒኻ እዮም ፅባሕ ንግሆ ናይ ብሓቂ እዚኦም ሰባት እዚኦም ኣብቲ ሲስተም ክኣትዉ ስለ ዘይክእሉ ድንግርግር እናበሎም እዮም ዝነብሩ ማለት እዩ ናይ እቲ ካልእ ደስ ዝብለካ ምፅ ኢሉ ስደተኛታት እውን ምፅ ኢሎም ብዙሕ ኣየሸግሩን እዮም ዓመት ዕድል ኣለና ኢሎም ኮፍ ኢሎም ዝድቅሱ ይኮኑን ከም ኤርትራዊ መጠን እቲ ደስ ዝብለካ ነገር ምፅኡ ኢሎም ትምህርቶም ስራሖም ኩሉ ነገርና ንፍትሹ ማለት እዩ እዚ ከዓ ፅቡቅ ነገር ማለት እዩ ሓደ ሓደ ኣለዉ ኮርስ ዓመት ሙሉ ክትቅልበና ኣለካ ኢሎም ዝልቅሱ ማለት እዩ እዚ ግን ናይ ብሓቂ ፅቡቅ ኣይከነን ማለት እዩ ዋላ እቲ ዘምፃካ ሰብ እውን ብሓቂ ክንደይ ምስገደል ክንደይ ነገራት ኣሕሊፉ ከምጻካ ከምዘሎ ውን ክትርዳእ ክትክእል ኣለካ ማለት። ካልእ እዚ ገንዘብ ከምዝረኣናዮ ቀሊል ከምዘይምኻኑ ሪኢናዮ ብዙሕ ምኻኑ ማለት እዩ። እዚ ገንዘብ ከ ከነጉድሎ ንክእል ዲና ብከመይ መገዲ ኢና ከነጉድሎ ንክእል ንዝብል ድማ ንኣብነት እንድሕር ሰብኣይን ሰበይትን ኬንካ ንሓደ ሰብ፣ ስፖንሰር ጌርካ ተምፅኦ ኣለኻ ኮንካ ዓሰርተ ሽዱሽተ ሽሕን ሓሙሽተ ሚእትን ዶላር ኣትሕዝ ክትበሃል ኢኻ ማለት እዩ እዚ ዓሰርተ ሽዱሽተ ሽሕን ሓሙሽተ ሚእትን ናይ ብሓቂ ኣብ ካናዳ ኮንካ ካሽ ኣምፂኻ ኣብ ባንክ ከተትሕዞ ናይ ብሓቂ ከቢድ እዩ ቀሊል ነገር ኣይኮነን ኣብ ካናዳ ዘለ ሰብ ብዝያዳ ፅቡቕ ይርድኦ ማለት እዩ ግን እንታይ ክትገብር ትኽእል ንኣብነት ቱ ቤድሩም ንሕር ኣለዎም እዚኦም ሰብኣይን ሰበይትን ሓንቲ ቤድሩም ኤክስትራ ኣክሰስ ኣላቶም ኤክስትራ ቤድሩም ኣላቶም ማለት እዩ እዛ ኤክስትራ ቤድሩም ነዚ ስደተኛ ድመፅ ደለ ንሓደ ዓመት ከነንብረሉ ኢና ይብሉ ማለት እዩ ስለዚ ንሓደ ዓመት ሙሉእ ናይ ገዛ ክራይ ክኸፍሎ ዝግብኦ ካብዚ 16500 ይጎድል ማለት እዩ ከባቢ ላይክ ፍርቂ ገዛ ምክንያቱ ዝበዝሐ ኣብዚ ዓዲ ንኸፍሎ እንታይ እንታይ እዩ ገዛ ክራይ ማለት እዩ ሕጂ ካብዚ 16500 ናብ ከባቢ 8000 9000 ዶላር ነውርዶ ኣለና ማለት እዩ ሕጂ ገዛ ክራይ እንድሕር ክልተ ቤድሩም ወይ ሰለስተ ቤድሩም ኤክስትራ ሓንቲ ሩም ንሕላትካ ነቲ ስደተኛ ድመጽእ ሓንቲ ቤድሩም ንድሕር ክትገብረሉ ክኢልካ ዊን ድማ ገዛ ሃውስ ድዩ ዊን ኣፓርትመንት ናትካ ድገዛእካ እንተለካ ኤክስትራ ንድሕር ኣለካ ናይ ሓቂ ዓበ ሓገዝ እዩ ነቲ ገንዘብ ከተጉድሎ ትኽእል ኢኻ ማለት ስለዚ ከምዚ ገርና ካይተሸገርና ብዘይ ዝኾነ ጸገም ከነምጽኦም እንኽእል ኢና ማለት እዩ እቲ ጽቡቅ ነገር ደስ ዝብለካ ናይ መንግስቲ ካናዳ ንስደተኛ ዝኾነ ስደተኛ ክመጽእ ከሎ ናብ ካናዳ ዝኾነ ናይ ኣድምስትረሽን ፊ ድዩ ዊን ዝኾነ ነገር ዘኸፍሎ ነገር የብሉን ማለት እዩ ንኣብነት ሰበይትኻ ድዩ ዊን ሰብኣይካ ድዩ ሰብኣይኪ ድዩ ንሕር ከተምፅ ኸንካ እንታይ ኻ ትገብር ግድን ኢኻ ገንዘብ ትኸፍለሉ ማለት እዩ ናይ መሳለጥዶ ናይ ገለ መለ ክሳብ ሽሕን ገለን ዶላር ትኸፍሎ ነገር ኣሎ ማለት ኣብዚ ግን ኩሉ ግዜ ኣብዚ ናይ ግሩፕ ፋይቭ ግን ፍሪ እዩ ማለት ምክንያቱ ስደተኛ ክበሃል ከለ ኩሉ ግዜ ካብ ሃገሩ ብዝኾነ ምኽንያታት ብፖለቲካዊ ክኸውን ይኽእል ብዝኾነ ባህርያዊ ድዩ ብዝኾነ ጸገማት ዝወጸ ሰለ ዝኸነ መንግስቲ ካናዳ ካብ ስደተኛ ዝኾነ ነገር ገንዘብ ኣይሓትትን እዩ ማለት እዩ። ስለዚ ኣብዚ ኩሉ ግዜ እንታይ እዩ ፍሪ እዩ ማለት ናይ ዝኾነ ናይ ኣድምስትረሽን ንኸፍሎ ነገር የለን ማለት እዩ። ካልእ ኩሉ ግዜ እታ ዝዓበየት ከም መጠንቀቕታ ገረ ዝቖጽራ ነዚኦም ኣሕዋትና ናብ ካናዳ ዘይመጹ ሓደ ሰብ ብገንዘብካ ገንዘብካ ኣብ ባንክ ከተዘልካዮ ብስምካዮ ከትሕዞ ስለ ዝበለካ ጥር ኢልካ ክትኣምኖ ናይ ብሓቂ ግቡእ ኣይከነን ማለት እዩ ከምዚ ኣቐዲመ ዝገልጽኩዎ ብስምካ ከቐምጦ ከለ ኩሉ ግዜ እንታይ እዩ ኣብ ኢንፎርማል ዝኸነ ትረስ ኣካውንቲ እዩ ዘቐምጦ ማለት እዩ ዝኾነ ዝግድዶ ሰብ የለን ማለት እዩ ኣብ ዝኾነ ሰዓት ኣብ ዝኾነ መዓልቲ ከይዱ እቲ ገንዘብ ከውጽኦ ይኽእል እዩ ማለት እዩ ኣብ ፎርማል ንሕር ከይኑ ናይ ብሓቂ ብስምካ ከቀምጠልካ ከለ ሰብ ጽቡቅ እዩ ብሎየርን ገለን ተፈሪሙ ስለ ዝኸነ ዝቋጸጸሮ ሳልሳይ ኣካል ኣሎ ማለት እዩ እቲ ገንዘብ ኣብ ዝኾነ ሰዓት ከውጽኦ ይክእል እዩ ማለት እዩ ኣብ ናይ ሪስፖንሰርሽፕ ክመጽእ ከለ ግን ኣብ ኢንፎርማል ስለ ዝቕመጥ እቲ ሰብ ኣብ ዝደወለዮ መዓልቲ ኣብ ዝኾነ ሰዓት ከይዱ ከውፅኦ ይኽእል እዩ ማለት በቲ ሓደ ወገን ከዓ መንግስቲ ካናዳ ገንዘብ ናትካ ከምዘይከነ እዩ ዝፈልጥ ናይቶም ሓሙሽተ ሰብ ወይ ድማ ካብቶም ሓሙሽተ ሰባት ዘለዉ ሰባት ጉጅለ ንዋቶም ምዃኖም እዩ ዝፈልጥ ማለት እዩ። ኣብ ካናዳ ክሳብ ዘይመጻኻ መንግስቲ ካናዳ ንዓኻ ዝኾነ ነገር ኣፍልጦ ኣይሂበካን እዩ ማለት እዩ። ስለዚ ናይ ብሓቂ ፕሊስ ፕሊስ እቲኦም ሰባት ዘይትፈልጥዎም ሰባት ብስምኩም ከነትሕዘልኩም ኢና ጥራይ ስለ ዝበልኹም ኣሚንኩም ገንዘብኩም ትህቡ ዘለኹም ፕሊስ ተጠንቀቑ ምክንያቱ እቲ ስምምዕ ኣብ መንጎ ክልቴኹም እምበር ዝኾነ ሳልሳይ ኣካል የብሉን ማለት እዩ። ስለዚ ብዝተኻእለ እቲ ርስፖንሰር ክገብረልና ዝኽእል ብዝፈልጠናን ንኣምኖን ዝኣምነናን ክኸውን ከሎ ተመራጺ ማለት እዩ። እምበር ትም ኢሉ ሓደ ሰብ ብስምካ ክገብሮ ስለ ዝበለካ ዘይምግራህ ማለት እዩ። ናይ ብሓቂ እዚኣ ክንጥንቀቐላ ኣለና። ብዙሓት ሰባት ገንዘቦም ከም ተሃገሩ የዕልሉዮም ይነግሩዮም ማለት እዩ ስለዚ ካብኡ ተማሂርና ንሕና ድማ እቲ ንገብሮ ነገር ብዕምቆት ክንርድኦን ክንክእል ኣለና ማለት እዩ ባርከይ ዝኸበርኩም ተኻታተልቲ ናይ ሎማዓንቲ ቪድዮ ነዚኣ ትመስል ነይራ ናይ ብሓቂ ዝኾነ ቫሊ ወይ ዝኾነ ጠቃሚት ከይና እንተረኺብኩማ ፕሊስ ላይክ በልዋ ናብ ኩሉ ክትበጽሕ ድማ ሸር ግበርዋ እቶም ሳብስክራይብ ዘገርኩም ሳብስክራይብ ገርኩም ሕበሩና ኣብ ቀረባ ግዜ ካልእ ብዛዕባ ናይ ከመይ ገርካ ኢንቨስት ከም ትገብር ኣብ ቀረባ ግዜ ቪድዮ ኣዳልየ ክምለሰኩም እየ ክሳብ ሽዑ ግን ኣብዚ ዘለኹሞ ሰላም